እዚ ለሰ ፕረዘንትስ እዩ። ድርኽቲ ዛንታታት ሒዝና መጺና ኣለና። ዋጋ ዕርክነት ሓደ እዋን ክልተ ናይ ልቢ ኣዕሩኽ ነበሩ፣ ሓቢሮም ድማ ኣብ ሓደ ጽላል ናይ ሓደ ኸውሒ'ዮም ዝነብሩ ዝነበሩ። ዘይተለምደ ዕርክነት መሲሉ ክረኣ ይኽእል'ዩ፣ ምኽንያቱ እቲ ሓደ ኣንበሳ እቲ ብጻዩ ድማ ነብሪ ስለ ዝኾኑ። ገና ኣናብስን ኣናብርን ዘለዎም ፍልልይ ከይፈለጡ ካብ ንእስነቶም'ዮም እዚ ዕርክነት ዝጀመርዎ። ስለዚ ድማ'ዮም ንዕርክነቶም ዘይተለምደን ተራእዩ ዘይፈልጥን ኢሎም ክሓስብዎ ዘይከኣሉ። ጎኒ ጎኒ'ዚ። ኣብቲ ዝነብሩሉ ጎቦታት ሓደ ነቲ ከባቢ ሰላም ዘስፈነ፣ ፍቕሪ ዝዘርእ ፈላስን ካብ ሰባት ርሒቑ ዝነብርን ባሕታዊ ነበረ። ሓደ ረፍዲ እዞም ክልተ ናይ ልቢ ዓሩኽ ዕሽነት ኣብ ዘለዎ ክትዕ ኣተዉ። እቲ ነብሪ ኩሉ ከም ዝፈልጦ፣ ቁሪ ዝመጸሉ ወቕቲ ምልእቲ ወርሒ እናደኸመትን ብሓዳስ ወርሒ ኣብ እትትካኣሉን እዋን እዩ ምስ በለ ኣንበሳ ኾየ ካበይ ኣምጺኻዮ ዘይረብሕ ዘረባ እረ መን እዩ ነጊርካ ብምባል ሓዳስ ወርሒ ናብ ምልእቲ ወርሒ ክትቅየር ከላ ኣስሓይታ ዘለዎ ቁሪ ከም ዝመጽእ መቸም ዘይፈልጥ የለን በሎ እሞ ክትዖም እናነሃረ ኸደ ሓይልን ሕርቃንን እውን ተሓወሶ ሓደ ኦም ከእምን ሓደውን ክኣምን ብዘይምኽኣሉ ኣብ ሓደ መደምደምታ ክበጽሑ ፍጹም ተሸገሩ። ሕርቃኖም ክብርኽ ምስ ጀመረ፣ ንዕርክነቶም ኣብ ሓደጋ ዘእቱ ምንህሃር ብምርኣዮም፣ ነቲ ናይ ልቢ ዕርክነቶም ከይከስሩ፣ ነቲ ናይቲ ጫካ ፈላስን ባሕታውን ትምህርቲ ስለ ዘለዎ፣ ክዓርቆም ከም ዝኽእል ኣሚኖም ክኸድዎ ተበገሱ። ኣብቲ መንበሪኡ በጺሖም፣ ሰላምታ ሂቦም ድሕሪ ምስጋድ ድማ መካትዒኦምን ዳርጋ ናብ ባእሲ ዘብጽሖምን ሓሳብ ነገርዎ። እቲ ሕያዋይ ባሕታዊ ቁሩብ ግዜ ድሕሪ ምሕሳብ መልሱ ሃቦም። ኣብ ሓዳስ ወርሕን ክሳብ ምልእቲ እትኸውንን ቁርን ኣስሓይታን ክወርድ ይኽእል እዩ። ክሳብ ምልእቲ ወርሒ ኮይናስ ናብ ሓዳስ ወርሒ'ውን እትሰግር እውን ቁሪ ክህሉ ይኽእል እዩ። ምኽንያቱ ቁሪ ዝመጽእ ብናይ ወርሒ ምህላው፣ ምልእቲ ወርሒ ምውጻእ ወይ ሓዳስ ወርሒ ብርሃን ብምሃባ ዘይኮነ ኣስሓይታን ቁርን ብንፋስ እዩ ዝኽሰት። ንፋስ ካብ ሰሜን፣ ካብ ደቡብ ወይ ካብ ምብራቕ ወይ ካብ ምዕራብ ብምንፋሱ እዩ ዘጋጥም። ድሕሪ ምባል ስለዚ ክልተኹም ኣይተጋገኹምን። ቅኑዕ ኣለኹም። ዋላ ሓደ እውን ዝተረተዐ የለን ካብ ክልቴኹም። እቲ ዝበለጸ ናብራ ብዘይ ግርጭት ክትነብር ምኽኣል እዩ። ወትሩ ሕቡራት ኮንካ ክትነብር ምእንታን ሓደነት እቲ ዝበለጸ ናይ ሰላማዊ ናብራ መስርሕ እዩ ኢሉ ብሰላም ኣፋነዎም። እቲ ነብርን እቲ እምበሳን ነዚ ባሕታዊ ብምምስጋን ዕርክነቶም ስለዘይተጎድኣ እናተሓጎሱ ከዱ። ርኢኹም ኣብ ሂወት ንኣሽቱ እንከለና ገና ቆልዑ እንከለና ፍልልይ ናይ ጸሊም ጻዕዳ፣ ዓዲ፣ ብሄር፣ ሃይማኖትን ፍልስፍና ሂወትን ስለ ዘይብልና ምስ ዝኾነ ክንተዓራርኽ ንኽእል ኢና። ስለዚ ምስ ዓበና ውን ነዚ ልባዊ ዕርክነት ክንቅጽሎን ክቕጽል ከነፍቅደሉን ዩ ዘለና። ነብሲ ወከፍ ሰብ ናቱ ባህሊ፣ ናቱ ልምዲ፣ ናቱ እምነት ናይ ባዕሉ ባህሪ ክህልዎ ይኽእል ዩ። ኣብ ክትዕ እውን ኩልና ቅኑዓት ክንከውን ንኽእል ኢና፣ ግን ንፍቕርና ዝፍትን ትርጉም ኣልቦ ዝኾነ ክትዕሲ ንርሓቐሉ ድኣ። እዚ ለሰ ፕረዘንትስ እዩ። ስለ ምክትታልኩም ኣዚና ነመስግን፣ ሰላምኩም ይብዛሕ።